ፍትዋ ተኸታተል ኣርእስተ ዜና ወፍሪ ንምዕራብ ትግራይ ብዕሊ ከም ዝተጀመረ ተሓቢሩ ሰራዊት ኤርትራ ናብ ትግራይ ይኣቱ ከም ዘሎ ተገሊፁ ኣመራርሓ ሰራዊት ትግራይ ውሳነ ከም ዘመሓላለፉ ተሓቢሩ። ህወሓት ኣብ ጉዳይ ምዕራብ ትግራይ ትእዛዝ ከም ዝሃበ ተፈሊጡ። ጌታቸው ረዳ ሕጂ እውን ኣንጻር ረብሓታት ህዝቢ ትግራይ መግለጽታት ይህብ ከም ዘለዎ ተገሊጹ። ናብ ዝርዝራቶም እንትንሰግር፣ ወፍሪ ንምዕራብ ትግራይ ብዕሊ ከምዝተጀመረ ተሓቢሩ። ብልፅግና ኦሮሞ ኣብ ልዕሊ ህዝቢ ትግራይ ዘርኢ ምፅናት ፈፂሙ ብሕጊ ዝሕቶ ኣካል ከምዘይተረኸበ፣ ሕጂ እውን ኣብ ልዕሊ ህዝቢ ትግራይ ዳግማይ ዘርኢ ምፅናት ንምፍፃም ኣብ ምድላው ከምዝርከብ እናተገለፀ ይርከብ። ናይ ብልፅግና ሓላፊ ዝኾነ ለገሰ ቱሉ ህወሓት ጦርነት ትጅምር ኣላ ክብል ንህዝቢ ኢትዮጵያ እናገለፀ ይርከብ። ካብ ፍልፍላት ኣራት ኪሎ ዝተረኸበ ሓበሬታ ከምዝገልፆ ኣብይ ኣሕመድ ኣብ ልዕሊ ትግራይ ንዝሓሰቦ ዳግማይ ጀኖሳይዳዊ ኩናት ከቢድ ተቓውሞ የጋጥሞ ከም ዘሎ ተፈሊጡ። ብዙሓት ጀነራላት ሰራዊት ኢትዮጵያ ብፍላይ ድማ ተወለድቲ ደቡብን ተወለድቲ ኣምሓራን ትግራይ በይና ኮይና እኳ ክነንበርክኻ ዘይከኣልና ሕጂ ምስ ሻዕብያ እንተኮይና ግን ኣይንኽእላን ኢና እናበሉ ድምፆም የስምዑ ከም ዘለዉ ምፍላጥ ተኻኢሉ። ኣብይ ኣሕመድ እውን ነቶም ጠንኪሮም ዘጠናኸርዎ ሽዱሽተ ጀነራላት ተወለድቲ ኣምሓራ ክእሰሩ ገይሩ ኣሎ። እቲ ተቃውሞ ሕጂ እውን ይቕፅል ስለ ዘሎ ብልፅግና ኦሮሞን ኣብይ ኣሕመድን ኣብ ከቢድ ጭንቀት ከም ዘለዎ ተገሊፁ። ይኹን እምበር ተወለድቲ ኦሮሞ ዝኾኑ ወተሃደራዊ ሓለፍትን ፖለቲካዊ ሓለፍትን ግን ኣብ ልዕሊ ትግራይ ዳግማይ ኩናት ንክካየድ ይሰርሑ ከም ዘለዉ ዝረኸብናዮ ሓበሬታ የረድእ። ብልፅግና ኦሮሞ ግዝያዊ ልዕልና ስለ ዘለዎ እታ ዘላቶ ልዕልና ከይምንጠል ስለ ዝፈርሕ ኩሉ ግዜ ብረት ምትኳስ ንዘለዎ ጭንቀት ግዝያዊ ዕረፍቲ ከም ዝህቦ ተፈሊጡ። ብተመሳሳሊ መንገዲ ኣብይ ኣሕመድ ኣብ ካብ ዓባይ ሃገር ኣሜሪካ እውን መጠንቀቕታ ከም ዝተውሃቦ ዝረኸብናዮ ምስጢራዊ ሓበሬታ የረድእ። ብመሰረት ሓበሬታ እቶም ምስጢራዊ ፍልፍላት ኣብይ ኣሕመድ ዳግማይ ጦርነት ከይጅመር መጠንቀቕታ ከም ዝተውሃቦ ተፈሊጡ። ፕሬዚዳንት ኣሜሪካ ወሲኹ ግድብ ኣባይ እውን ኣነ እየ ሰሪሖ ክብል ሕቡእ መልእኽቲ ከም ዘመሓላለፈ ተገሊጹ። ካብ ፍልፍላትና ዝተረከበ ሓበሬታ ከም ዝሕብሮ ሓይልታት ፋኖ እውን ኣብ ክልተ ከም ዝተመቐሉ ተሓቢሩ። ብእስክንድር ነጋ ዝምራሕ ሓይሊ ፋኖ ንብልፅግና ሓጊዝና ምስ ሕወሓት ንዋጋእ ዝብል መርገፂ ከም ዝሓዘ ምፍላጥ ተኻኢሉ። መጀመርያ እውን እንተኾነ እስክንድር ነጋ ናይ ኣብይ ኣሕመድ ሰላሊ እዩ ተባሂሉ መራሕቲ ፋኖ ክጠራጠርውን ከግልልውን ከም ዝፀንሑ ክፅብፀብ ፀኒሑ እዩ። ብእኒ ዘመነ ካሴ ዝምራሕ ክንፊ ፋኖ ግን ምስ ሰራዊት ትግራይ ሓቢርና ስርዓት ኣራት ኪሎ ካብ ስልጣኑ ክንኣልዮ ኢና ዝብል መርገፂ ከምዝሓዘ ዝረኸብናዮ ሓበሬታ የረድእ። ስለዚ ድማ ሕጂ ዝጅመር ዘሎ ኩናት ሻዕብያ፣ ህወሓትን ብዘመነ ካሴ ዝምራሕ ክንፊ ፋኖን ብሓደ ከምዝስለፉን ስራሕቲ ከምዝተወድኡን ተገሊፁ። እዚ ዝተረደኣ ብልፅግና ኦሮሞ ድማ ካብ ስልጣኑ ከይእለ ኣብ ከቢድ ጭንቀት ከምዘሎ ተፈሊጡ። እዚ ከምዚ ኢሉ እናሃለወ ትግራይ ግን ሓጋዚ ትረክብ ትርከብ ኣይትርከብ ብዘየገድስ ወፍሪ ምዕራብ ትግራይ ንምጅማር ምውሳኑ ስዒቡ እቲ ወፍሪ ከም ዝጀመረቶን ሰራዊት ተፀጊዑ ኣብ ተጥንቀቕ ከም ዘሎ እናተገለፀ ፀኒሑ እዩ። ሰራዊት ኤርትራ ናብ ትግራይ ይኣቱ ከም ዘለዎ ተሓቢሩ ካብ ፍልፍላትና ዝተረኸበ ሓበሬታ ከም ዝገልጾ ሻዕብያ እቲ ናይ ትግራይ ኩነታት ክጥቀመሉ ከም እትደሊ ተገሊጹ ኣብዪ ኣሕመድን ብልጽግና ኦሮሞን ኣብ ልዕሊ ኤርትራ ወታደራዊ ስጉምቲ ብምውሳድ ወደብ ዓሰብ ሓዊሱ ክሳብ ደንከል ዘሎ ግዝኣት ኤርትራ ንምቁፅፃር ምድላዋቶም ከም ዝወድኡን ዝምክሕሉ መሳርሕን ሰራዊትን ብግንባር ቡሬ ፀጊዖም ከም ዘለውን ይፍለጥ። ሕልሚ ኣብይ ኣሕመድን ብልፅግና ኦሮሞን ኢህወደግ ዝሰርሖ ኩሉ ታሪክ ካብ ታሪክ ኢትዮጵያ ክድምሰስ ምግባር ስለ ዝኾነ ብዘመነ ኢህወደግ ናብ ኤርትራ ዝተዋህበት ወደብ ዓሰብ ናብ ኢትዮጵያ ብምምላስ ታሪክ ሕወሓት ሙሉእ ብሙሉእ ከጥፍኡ ከም ዝደልዩ ተገሊፁ። ዋና ዕላማ ብልፅግና ኦሮሞ ብታሪክ ብ ኣቢሲንያ ዝፍለጥ ዝነበረ ታሪክ ኢትዮጵያ ምቕያር ከም ዝኾነን ተፈሊጡ። ኣቢሲንያ እትበሃል ዝነበረት ማለት ኢትዮጵያ ታሪኽ ናይ ተጋሩን ኣምሓሩን ስለዝኾነ እቲ ታሪኽ ንሱ ንምጥፋእ ታሪኽ ኩሽ ዝበሃል ሓዱሽ ታሪኽ ንምፅሓፍ ከም ዝዳለዉ ምፍላጥ ተኻኢሉ። ኣብ ኢትዮጵያ ናይ ኩሽ ዘርኢ ዘለዎም ብሄራት ዓፋር፣ ኦሮሞን ሲዳማን እንትኾኑ ሕልሚ ብልፅግና ኦሮሞ ድማ እዞም ዓሌት ኩሽ ዝኾኑ ህዝብታት ሒዞም እውን ሒዞምን ወደብ ዓሰብ ወኒኖምን ኣብ ኢትዮጵያ ስልጣን ሒዞም ልዕልንኦም ኣረጋጊጾምን ክነብሩ ዝፈቕደሎም እንተኾይኑ ምስ ኢትዮጵያ ንምንባር ኢትዮጵያ ልዕልንኦም ዘየረጋግጽ እንተኾይኑ ድማ ዘርኢ ኩሽ ዘጠቓለለትን ወደብ ዓሰብ ዝወነነትን ዓባይ ሃገር ኦሮሚያ ንምምስራት ከም ዝኾነ ሊቃውንቲ ፖለቲካ ይገልጹ። ስለዚ ድማ ብውልቀ መላኺ ኢሳያስ ኣፈወርቂ ዝምራሕ ስርዓት ህግደፍ ነቲ ብብልጽግና ኦሮሞን ኣብይ ኣሕመድን ንዝጅመር ፊሽካ ጥራሕ ከምዝቐረዮ ንዝነገረሉ ዘሎ ኹናት ንምፍሻል ምስ መራሕቲ ትግራይ ሓቢርካ ምስራሕ ግድን ከምዝኾነ እቶም ሊቃውንቲ ፖለቲካ ወሲኾም ገሊፆም። ሕጂ ዝተረኸበ ሓበሬታ ከምዝገልፆ ሰራዊት ኤርትራ ናብ ትግራይ ይኣቱ ከምዘሎ እውን ተሓቢሩ። ካብ ፍልፍላትና ዝተረኸበ ሓበሬታ ከምዝገልፆ ሰራዊት ኤርትራ ቅድም ክብል እውን ሰፋሕቲ ግዝኣታት ትግራይ ተቖፃፂሩ ከምዝርከብ ዝፍለጥ እዩ። ሻዕብያ ሕጂ ናብ ትግራይ ዝኣቱ ዘሎ ግዝኣት ትግራይ ንምውራድ እንተይኮነስ ንሰራዊት ትግራይ ንምሕጋዝ ከምዝኾነ እውን ተገሊፁ። ብፍላይ እቲ ብምዕራብ ትግራይ እምኒ ሓጀር፣ ዝኣቱ ዘሎ ክፍለ ጦር ሻዕብያ ትግራይ ኣብ ትሕቲ ወረርቲ ዝርከብ ምዕራብ ትግራይ ነፃ ንምውፃእ ኣብ ዝተካይዶ ቃልሲ ንምሕጋስ ከም ዝኾነ እውን ተፈሊጡ። ኣብይ ኣሕመድን ብልፅግና ኦሮሞን ኣብ ምዕራብ ትግራይ ሰብዓ ሽሕ ዝኸውን ሰራዊት ከም ዘለዎም ፍልፍላት ሓቢሮም። ይኹን እምበር ሰራዊት ብልፅግና ናይ ምውጋእ ሞራል ዘይብሉን ልምዲ ዘይብሉን ስለ ዝኾነ ብውሑድ ሓይሊ ክብተን ከም ዝኽእል ወታደራዊ ሊቃውንቲ ይገልፁ። ኣመራርሓ ሰራዊት ትግራይ ውሳነ ከም ዘመሓላለፈ ተሓቢሩ። ጀነራል ወዲ ወረደ ናይ ጌታቸው ረዳ መቐፀልታ እዩ ክበሃል እንተፀንሐ እኳ ሕጂ ግን ሕቶ ህዝቢ ትግራይ ንምምላስ መረስ መራሕቲ ሕወሓት ተረዳዲኡ ይሰርሕ ከም ዘሎ ተፈሊጡ። ጀነራል ወዲ ወረደ ዝኽሪ ሰማእታት ኣብ ዝግበረሎም ዘሎ መድረኻት ኩሉ እናተረኸበ ንሕና ናብ ኲናት ክንኣቱ እንተኾይና ተገዲድና ከም ዝኾንና ማሕበረሰብ ዓለም ክርደእልና ይግባእ ክብል እናገለፀ ከም ዝርከብ ሚድያታት ትግራይ ይፅብፅባ ኣለዋ። ስለዚ ድማ ጀነራል ወዲ ወረደ ኣካይዳ ጌታቸው ረዳ ከምዘይዋፀ ስለዝተረደአ ጥራሕ እንተይኮነስ እቲ ትክክለኛ መንገዲ ሕቶ ህዝቢ ትግራይ ምምላስ ምዃኑ ስለዝተረደአ ምስ መራሕቲ ህወሓት ዘለዎ ፖለቲካዊ ኣፈላላይ ብዘየገድስ ምስ መራሕቲ ህወሓት ተረዳዲኡ ምስርሑ ክምስገን ከምዝግብኦ ምሁራት ገሊፆም። ምክትል ግዜያዊ ምሕዳር ትግራይ ላዕለዋይ ኣመራርሓ ህወሓትን ዝኾነ ኣይተ ኣማንኤል ኣሰፋ እውን እንተኾነ ህዝቢ ትግራይ ብሰላማዊ መንገዲ ኢና መብትና ክነኽብር እንተበለ እኳ ብሰላማዊ መንገዲ መሰል ህዝቢ ትግራይ ንምምላእ ፍቃደኛ ንዘይኮነ ኣካል ግን ትዕግስትና ይውዳእ ኣሎ ክብል መጠንቀቕታ ከምዝሃበ እውን ተፈሊጡ። ኣቶ ኣማኑኤል ኣሰፋ ወሲኹ ከም ዝገለጸው ድሕሪ ሕጂ ህዝቢ ትግራይ ትዕግስቱ ከም ዝወደአ ተገሊጹ ኣሎ። ኣቶ ኣማኑኤል ኣሰፋ ብዘተወሰኑ ነጥብታት ምስ ላዕሎት ኣመራርሓ ህወሓት ፍልልያት ከም ዘለዎ ዝፍለጥ እንትኸውን ኣብ ጉዳይ ህዝቢ ትግራይ ግን ተረዳዲኡ ይሰርሕ ከም ዘሎ ፍልፍላት ይሕብሩ። መራሕቲ ትግራይ ዘለዎም ፖለቲካዊ ኣፈላላይ ብዘየገድስ ኣብ ማሕበራዊ ጉዳያት ተሓቢሮም ተረዳዲኡ ብምስራሕ ምጅማሮም ንብልፅግና ኦሮሞን ንኣብይ ኣሕመድን ከቢድ መርድእ ከም ዝኾነ ፍሉጣት ተንተንቲ ፖለቲካ እናገለፁ ይርከቡ። እቶም ፍሉጣት ተንተንቲ ፖለቲካ ወሲኾም ከም ዝገለፅዎ ብልፅግና ኦሮሞን ኣብይ ኣሕመድን መራሕቲ ትግራይ ነንሕድሕዶም ክባልዑን ህዝቢ ትግራይ ከሳቕዩ ስቓዩ ከናውሕን ትልሚ ኣውፂኦም ይሰርሑ ከም ዘለዉ ምሽጥራት ፍልፍላት እናቃልዑ ከም ዝፀንሑ ዝፍለጥ እንትኸውን ጌታቸው ረዳ ካብ ስልጣኑ ምስ ተኣለየ ግን ብልፅግና ኦሮሞን ኣብይ ኣሕመድን ኣብ ልዕሊ ህዝቢ ትግራይ ዝነበሮም ትልሚ እናፈሸለ ከምዝርከብ እውን ተገሊፁ። ስለዚ ድማ መራሕቲ ትግራይ ኣብ ሓበራዊ ዕላማታት ህዝቢ ትግራይ ተረዳዲኦም ይሰርሑ ስለዘለዉ ሓድነት ተጋሩ እውን ቀስ ብቐስ እናተመሓየሸ ከምዝኸይድን ሽርሒ ብልፅግና ኦሮሞን ኣብይ ኣሕመድን እውን ኣብ ውሽጢ ትግራይ ዝነበሮም ብተለኣኣኽቲ ቦታ እናሰኣኑ ስለዝኸዱ ትግራይ ንደመኛታት ፀላእቲ ሃረመፅ እትኾነሉ ግዜ ርሑቕ ኣይከውንን እዩ ክብሉ ሓቢሮም። እዚ ከምዚ ኢሉ እናሃለወ ኣመራርሓ ሰራዊት ትግራይ ዕፁብ ኣኼባ ከምዘካየዱን ውሳነታት እውን ከምዝወሰኑን ዝረኸብናዮ ምሽጥራዊ ሓበሬታ የረድእ። እቲ ዝተረኸበ ሓበሬታ ወሲኹ ከምዝገልጾ ብኣብይ ኣሕመድ ዝምራሕ ብልጽግና ኦሮሞ ህዝቢ ትግራይ ኣብ ከቢድ ስቓይ ንክነብር ትልሚ ሒዙ ይሰርሕ ስለዘሎ ምዕራብ ትግራይ ብሰለማዊ መንገዲ ክምለስ ኢልካ ምሕሳብ የዋህነት እዩ። ሓሳብ ኣብ ምርድዳእ ከምዝተበጽሐ እውን ተፈሊጡ። ስለዚ ድማ ሰራዊት ትግራይ እውን መንግስቲ ትግራይ ዝሃቦ ተልእኾ ንምፍጻም ካብ ዝኾነ ይኹን ግዜ ንላዕሊ ድሉው ንክኸውንን ኣብ ስምምዕነት ከም ዝተበፀሐ ተሓቢሩ። ካብ ትግራይ ዝተረኽበ ተወሳኺ ሓበሬታ ከም ዝገልፆ ሰራዊት ትግራይ ሕቶ ህዝቢ ትግራይ ንክምልስ ዝኾነ ይኹን ተልእኾ እንተተዋሂብዎ ንምፍፃም ኣብ ልዑል ሞራል ከም ዝርከብ እውን ተፈሊጡ። ምሳና ስለ ዝፀናሕኹም ነመስግን። ሰሰናዩ!